ሰላም ክቡራት ተኸታተልተይ ከመይ ውዒልኩም ሰላም ዲኹም? ኣነ ሰላም እዩ ኣምላክ ይመስገን። ከምቲ ኣነ ሰላም ዘለኹ ንስኻትም እውን ሰላም ክትኾንለይ ይምነየልኩም። ከመይ እኒኹም? እስኪ መጀመርያ እዛ ቪድዮ እዚኣ ላይክ ገይርኩም እተው። ያው ናይ ሎማዓንቲ ቪድዮ ኣይኮን ብዛዕባ ናይ መቐናይ ሓውና ናይ መቐናይ ደጋፊት ድየ ናይቶም ካልኦት ደጋፊት ድየ ብዘይገድስ ብዛዕባ ናይ መቐናይ ጸርፍና ምኽሪ ናይ መቐናይ ጅግና ሓውና እየ ሒዘልኩን መጽየ ኔኹ ስቑ ኢለ በቃ ኣየፍቲ የፍቲ ተሓዊሰ ኣይ ኮመንት ኣይጽሕፍ ጸርፊ ርእየ ኣይስሕቕ ናይ ምቕናይ ሓውና ዝቐነዮ ቅንያት በቃ ኩሉ ነገር ተጸጊዐ ናተዓዘኹ እየ ኣንየ ማለት እዩ ሶ ገኦ ኩላ ተቕበሎ እትኽእል ኣይፈን ማለት ምቕናይ ሓውና ንኣና ዝጠቅም ድል እናገርሎ ንኣና ንጎዲ ድል እናገርሎ ያው ተረዲእክን ትነግርክን ትኾን ኣይፈን ካብኡለ ብዙም ናይ ትድኤፍ ኣሕዋትና ገለታት ብለ ብለ ቦታት ለተልዓለ እዩ ሎም ኮይነ በቃ ታይ ታይ ታሪፍና በቃ ፀርፊ የለ ገለ የለ ፀርፍታት ተረፈ የለ ምቕናይ ሓውና የቐኒልና ንባዕልና ንጠቅም እዩ ሰው ኣነ ናትዮ ደጋፊት ናትዮ ደጋፊት ዘይኮንኩስ በቃ ስኡለ ነተዓዘኹ ልቲኦም ክድግፉ ይኾንኹ ንምቕናይ ክድግፉ ይኾንኹ በቃ ሱቕ ኢለ መኸረ ክህክን ይሽተይሲ ሓሳበይ ክገልጽ እየ መፅየ ማለት እዩ እሶ ላይክ ጌርኽን ናብ ምቕናይ ነብፅሓሎ ናብቶም ካልኦት እውን ነብፅሓሎም እና እንታይ እየ ክብል ደልየ ንስኽን ትፃረፋ ማዕረ ልቑል ኣፉ ደፊእኽን ሞይቲ ኢልኽን ገለታት ኢልኽን ብዙሕ ብዙሕ ሰሪሕኽን ኢኽን ብዙሕ ርኢና ኢና ማለት እዩ እዚ ንስኽንሲ ነቲ ትድግፋ ነቲ ድግፋ ነቲ ትፀርፋ ነቲ ተመጉሳ ትውዕላስ እንታይ ምልከትክ ንሶም እኮ ምቕናይ ሓውና ብዛዕባ እዞም ትዲኤፍ ምናምን ኢሉ እዩ ንእሽተይ ወቐሳ እንትን ኢሉ ግን ባዕሎም ንባዕሎም ፋለጡ ባዕሎም ክተዓረቑ እዮም ኣሕዋት እዮም እዚ ደሞ ክልቲኦም ወይ ፕራን ክኾን ይኽእል እዩ፣ ወይ ውሽጢ መኺሮም ክኾኑ እዮም። ኣብ ውሽጦም ዝኾነ ምኽሪ ይህሊ መፈመሲ ክኾን ይኽእል። በቃ ዝሮ ዝሮስ ዋላ ሓቂ ትኾነለ ሓቅሎ ክኾን ይኽእል እዩ፣ ግን ባዕሎም ክተዓረቑ እዮም። ስኸንስ ታይ ይምልከተክን ትፃረፋ ንቲ ድርግፋ ንቲ ድርግፋ ሲ ማለት እንደ ባዕሎም ስክተዓረቑ እዮም ዘም ሕዋት ዘን ሕዋት ስኸንስ ንምቕናይ ሲጀመር ምቕናይ ለኣና ልጎድእ ካብ ቀደሙ ካብ ከዚኡ ለኣና ልጎድእ ሰሪሕ ይፈልጥ ጅግና እዩ። ናይ ስዑዲ ዓረብ ኣጓላት ጅግና መኻሪ ለኣና ልዋፅእ ልመክር ግን ልምቕናይ ክድግፍ ልቲኦም ክድግፍ ለይኮንኩስ ልቲዲኤፍ ክድግፍ ልምቕናይ ክድግፍ ለይኮንኩስ እሶምሲ ባዕሎም ኣብ ውሽጦም ባዕሎም ፋለጡ ባዕሎም ክተዓረቑ እዮም እስኸንስ ታይ እቲ ሞይቱ እቲ ናልኸንቲ ግልብጣስ ምንም ተገቢ የኮነ ባዕሎም ክተዓረቑ እዮም ምንም የኮነ

ሓወይ ተእትያ ባዕሎም ይፋለጡ ውሽቶም ባዕሎም ክሰማምዑ እዮም ሞይቲ እየ ከምዚ እየ ብዙሕ ብዙሕ ጸርፈር ኣለኹ ማለት እዩ ግን ፅቡቅ ይኹን እዘን ኣሕዋተይ እኳ ደኣስ ደኣ ክንጠቅም እዩ ነይሩ ግን ልቲ ልቲ ተደገፍናይስ ፀጥ ተኽኢልና ፅቡቅ ኮመንት ንፅሕፍ ተዘይኽኢልና በቃ ፃጊዐና ሒዝና

ባዕሎም ፋልጥ ባዕሎም ክተዓረቁ እዮም ምንም ከይመስለክን ኣሕዋት እዮም ተጋሩ እዮም እዞም ትዴፍ ኣሕዋትና እዮም ንዓና ለኣና ክብሉ መስዋእቲ ከፊሎም ለኣና ክብሉ ኣካሎም ጎዲሎም እዮም ትክክል ክድገፉ ልግበኦም እዩ ግን ኣፍቲ ኣፍቲ ሰይትፃረፋ ልቲ ልቲስ ባዕሎምስ ክተዓረቁ እዮም በቃ ብሓፂሩ ባዕሎም ክራዳድኡ እዮም እስኸን ግን በቃ ረብሒ ለረብሒ ኮመንተ ሞይቲ ኢልኻስ ቁልቁል ኣፉ ይድፋእ ሰው ብዶስ ሞይቲ ኢልኻስ ንቁልቁል ኣፉ ደፊኡ ክነእገለ ንቁምነ ኧረ በስመ ኣብ ግደፋ ባዕሎም ክሰማሙ እዮም እስኸን ግን ኣብ ማእኸል ተፋኢኸን ንሱ በቃ ፍርቂ እዩ እኒኦ ፍርቂ ንቲ ይድግፍ ፍርቂ ንምቕና ይድግፍ ፍርቂ ንቲ ይድግፍ ፍርቂ ስኢልካ ፍርቂ እዩ እኒኦ ግን ኣብ ኩልቲኦምስ ደገፍቲ ኣይንኹን ባዕሎምስ ክሰማሙ እዮም ሲጀመር ለኣኽን ጠቅሚ በቃ ለነገሩ በቃ በዝሒ ምኽሪ ናይ ምቕናይ ሓውና ንናይ ስዑድ ዓረብ ደቂ ኣንስትዮ ልጠቅም እዩ ልጎድእ እዩ ኢለ ክጎድእ ኢለ ኣነ ይሓስቢ ናይ ማንና ክጎድኣና እዩ ለኣና ስዑዲ ዓረብ ንሰርሐ ደቂ ኣንስትዮስ ጎዳኢ እዩ ልብል ቃላት ኣነ ይሰማዕኩሊ ግን ልቲ ልቲ ኣይንድግፊ ኣነ ናቲ ደጋፊት ሆኑ ናቲ ደጋፊት ሆንኩ ኣይንድግፊ እዚኣ ወሓጣ ጸጥ ሱቕስ መን ካልአ ኣብ ኮመንት ሕማቕ ብዙሕ ሚድያታት ኩን እዩ ዝጠቕመካ ትኮይኑ ንሽተይ ካብ ዝጠቕመካ ትወስድካ ዘይጠቕመካ ትኾኑ ከዓ እትሓልፎ ኢኻ ኣነ በለ እዚያስ ኣረ ኣረ ኣረ ብስሩ እንደ ሓቆም እዮም ባዞም ዓድስ ሓደ ሓደ ብሓደ ሓደ ውቃዓት ብሓደ ሓደ እንትንስ ስዑዲ ዓረብ ንበራ ደቂ ኣንስትዮ ከምዚ እየን ከምዚ እየን ዝበሃልስ ሓደ ሓደ ግዜ በቃ ሓቆም እዮም ኣለዋ እየን እባ ልብል ሰዓት ስኒዮ እመይ እሕና ኣነ ባዕለይ ብዙሕ ይሰምዕ ኣለኹ ናይ ምቕናዕ ስዑዲ እናሰሓቕኹ ይሓልፍ ኣለኹ በቃ ይስሕቕ ወይ ዝጠቕመን እንተኾይኑ ካብ ዝጠቕመን ለዋፃኹ ይወስድ ኣለኹ ቃላት ኣሎ እናወፃኻ ዝወስድ

እና ኩራቴ ናይ ንምኡንን እየ ፀርፍታት ሲጀመር ዝፀርፍ ኣሎ ናተይ ልክን ክጠቕመክን እዩ ኢሉ ክጠቕመና እዩ ኢሉ ንከይን ጉዳይ እዩ ዝፀርፍ ለምበ ልክን ጉዳእ ብዙሓት ኣለዉ ፃጊዖም ሒዞም እዚ ክጠቕመክን እየ ይብሉ እዚ ክጎድአክን እየ ይብሉ ከምዚ ከዳ ይብሉ ብዙ ምፃ ይብሉ እኮ ኣለዎ ፀጥ ኢሎም እዚ ግን በቃ ብናማት ክሳብ ንርህጽ ክሳብ ግንበሩ ረሃጽ ጨቆቕ ዝብ ደኣና በቃ ሒሕ ይብሎ ንክንጥንክር ከይንጽረፍ እዩ ካልእ የኾነይ። እና ናይ ሎምዓንቲ ዲ እዚ ይመስል ናተዓዘኹ እየ ቀንየ ፎኦዶ ፌስቡክ ፎኦዶ ቲክቶከራት ፎኦዶ በቃ ክንደይ ክንደይ መስሓቕታት እውን ኣሎ ክንደይ ኢለን ዘን ሓደ ሓደ እውን ናይ ረብሕ ጸርፍታት ልጸርፋ ገለ እውን ኣለዋ ምንም በቃ ጸርፊ ተኾይኑስ ንኢልካዮ ኢኻ ትሓልፍ ብዘገድስ ግን በቃ ብዙሓት ኮመንት ን መዘናግዒ በተለይ ና ምቕናስ የስሕቐካ የዘናግዐካ ይጠቕመካ እምበይ ኣነ ክጎድአካ እዩ ኢለ ብዙሕ ጉድእና እዩ ኢለስ ብዙሕ ይሓሰይ እና እዚ እዩ ማለት እዩ ክብራተይ ካብኡለ ተጋግየ ትኾንኩ ይቅርታ ኣብ ኮመንት ኣርሙኒ መቸም ሰብ ብዙሕ ዝሰርሕ ትኾይኑ ብዙሕ ይዕንቀፍ እዩ ሱቕ ትብል ደኣ ሱቕ እኮ እዩ ኣይዕንቀፍ ኣይሰርሕ ታይሰርሑ እዩ እሞ ክዕንቀፍ እና ተተሰሓሓይተ ይቅርታ መቐናይ ሓውናለ ሓደ ሓደ ቃላት ተሰሓሓይ ትኾን እዩ ግድን ብዙሕ ስለ ዝሰርሕ ክጋገ እዩ ክሰሓሓት እዩ እቲ ጌጋ ግን ብምኽሪ ኢና ክንእርሙ ኣለና እምበ ልቁልቁላፍና ደፋእኻ እናፀረፍኻ ምናምን የኾነ ማለት እዩ ክብራት ኣሕዋተይ እና እስኸን ኣይሰሪሕኸን ኣይሰበስሪሕኸን ሰብ ኣይተባእሳ ባዕሎም እተዓረቁ እዮም ባዕሎም ኣብ ማእኸል ከይትተርፋ ባዕሎም ክሰማሙ እዮም ከምዚ እየ ዋ ኣንስ ግርም ይኩለኒ ሓደ ሓደ ግዜ ሰሻል ሚድያ ምውፃእ ከምዚስ ብጣዕሚ ኮይ ጠቃሚ ንምንታይ ሲ ብዙሕ ኢኻ ትመሃር በቃ ብዙሕ ብዙሕ ብዙሕ ትምህርቲ ኢኻ ካብ ትምህርቲ ቤት ንጉሆ ንጉሆ ናኸድካ ትምህርቲ ቤት ትመሃር ኣብ ሶሻል ሚዲያ እዩ ብዙሕ ትምህርቲ ብዙሕ እውቀት ኣእምሮና እናኣርዩ እና ክብራተይ ይቐንየለይ ስሰናይ ንዓኹም ተተመችኩም ላይክ ናይ ከለ ደጋፊት እየ ናይ ከለ ደጋፊት እየ ኢልክን ኣብ ኮመንት ከይትፅሕፋ ፅቡቅ ፅቡቅ ኮመንት ፀሓፋ እና ብላይክ ወፃ ኩራተይ የቀንየለይ ባይ ባይ።